ዓበይቲ ሰብ ስልጣን ኣለው ምሳና ብበዝሒ ገንዘብ ኢና ንወሃብ ዝበለኒ ትዲኤፍ ኣሎ ኣብ እስር ቤት ኣሎ ወዲ ሸራሮ ንሓሙሽተ ወርሒ ሰሪሕና ኢና መንእሰይ ናብ ስደት ንክወፅእ ሰሪሕና ኢና መጨረሹ ባዕለይ መፅየ ዝበለኒ መራሒ ናይታ ስክታይ ነይሩ መራሒ TDF ማለት እዩ ክነግረኩም ሓላፍነት ዝተሸከመ TDF ኣብ እስርየ ዘግነክዎ ኣብ ትግራይ ኮታስ ብዝተፈላለየ መንገዲ ልምንባር ኣፅሊ ምዃኑ ብድራማ መልክዕ ናሰርሑ እቲ መንእሰይ ሓፅ ኢሉ ክወፅእ ናብ ስደት ዝገብሩ ኣለዉ ደረስትን ተዋንያትን ኣብ ትግራይ ዘለዉ እዮም ቲክቶራት ከዓ ቲክቶክ ዝሰርሑ ተፈለጥቲ ኢና ዝብሉ ኩሉ ኣብ ትግራይ ዘሎ ለማኒ ካብ ሰብ ተፀባይ ብድራማ ይኹን ብገለ ይኹን ሓፀርቲ ብድዮታት እናሰርሑ እቲ መንእሰይ ትግራይ ካብ ንፀልኣ ኣብ ስደት ከይድና እኳ ትግራይ ካብ ንፀልኣ ዝገብሩ ዘለዉ ቀንዲ ልንበዓል እዚኣቶም እዮም ልቢ መንእሰይ ኣድሚዮም ሓፅ ኢሉ ናብ ስደት ንክወፅእ ዝገብሩ ዘለዉ ኣንሕና ንፈልጥ ንመንእሰይ ልሓልዩ ተኾይኖም ልቲ ህዝቢ ዝሓልዩ ተኾይኖም ደቂ ህዝቢ ኢና ዝብሉ ተኾይኖም ድራማ ዝሰርሕ ይኹን ቲክቶክ ዝሰርሕ ይኹን ዩቱበር ዝተሰርሕ ይኹን ናይ ስደት መንከራን ጸገምን ብዜና መልክዕ ብድራማ መልክዕ ብቪድዮታት እናቋራረፅካ ስቃይ ናብ ስደት እናረእኻ ትመንእሰይ ወለዶ ካብ ትግራይ ናብ ስደት ዘይሓስብ ልቡ ንክትእምኖ ትገብር ትጽዕር እምበር ጠቅላላ ነገር መን እዩ እስኪ ሓደ እስኪ ተምጽለይ ትኽእሉ ትማሊ ሸር ዝበልክዎም ቲክቶካት ምስቶም ደለልቲ ተኣሳሲሮም ዝሰርሑ ዩቱበራት ቲክቶከራት ኣለዉ ተባሂሎም ኣለዉ ምሽ እዚኣቶም ሰብስልጣን እኳ ኣለዉ ምሽ ደራፋይ ደራሳይ ቲክቶከር የባሃሊ ጋዝጠኛየ በሃሊ ብዓበይቲ እንኳ ናይ ትግራይ ጀነራላት ከይቃረዩ ናይ ትግራይ ምእንቲ ትግራይ ምእንቲ ህዝቦም ምእንቲ በዓልቶም ምእንቲ ምንባር ዝተቃለሱ ተጋደልቲ ቲዲኤፍ በሃልቲ መንእሰይ ናብ ስደት ክወፁ ዝገብሩ ኣለዉ እዮም እዚኣ እውን ቲዲኤፍ ነኪኻ ከይትውልኒ ቲዲኤፍ ነኪኻ ከይትውልኒ ቲዲኤፍ ዶ ይኾኑ እዮም ኣብ ኩሓ ንዓፋር መውፅኢ ኩለን እተን ናቑጣታት ዘለዋ መንእሰይ በጓድላ እናተፀዓነ ከምዚ ከምዚ ከምዚ ብዓይኖም ቃፂዖም ሰብ መዓርግ የኾኑ ድዮም ለሕልፍዎም ዘለዉ ሰብ መዓርግ የኾኑ ድዮም ወታደር ምስ ክላሾን ቲዲኤፍ ምእንቲ ትግራይ ኢሎም ዝተቃለሱ የኾኑ ድዮም ላብ ስደት ሚኒባስ ምልእቲ ኣባዱላ ምልእቲ ለሕልፍዎም ዘለዉ ተጋደልቲ በዓልቶም ትማል እናተኳሸዑ ዝነበሩ ኣነ ኣብዙ ሓደኞ ኣብ ናይ ኩሓ ኣዛዚ ዝነበረ ናይ ኣብ ናይ ኩሓ ካብ መቐለ ውፅ ኢልካ ኣዛዚ ነይሩ ኣብ ናይ ሓንቲ ናቁጣ ኣዛዚ ዝነበረ ኣብ እስር ቤት ዝረኸብኩ ወዲ ነይሩ ተጋዳላይ ወዲ ሸራሮ ንሓሙሽተ ወርሒ ሰሪሕና ኢና መንእሰይ ላብ ስደት ንክወጽእ ሰሪሕና ኢና መጨረሹ ባዕለይ መጽየ ዝበለኒ መራሒ ናይታ ስክታይ ነይሩ መራሒ ቲዲኤፍ ማለት እዩ ኩሉ ግለኩም ሓላፍነት ዝተሸከመ ቲዲኤፍ ኣብ እስሬ ዘግነኽዎ ዓበይቲ ሰብ ስልጣን ኣለው ምሳና ብበዝሒ ገንዘብ ኢና ንወሃብ ዝበለኒ ትዲኤፍ ኣሎ ኣብ እስር ቤት ኣሎ ወዲ ሸራሮ ኣብ መቐለ ኣብ ናይ ቀደም መናሃርያ ቀደም መናሃርያ ማንም ሰብ ማንም ሰብ ስልጣን እየ ዝብል ኣብ ናይ ቀደም መናሃርያ ዓብዪ መጋዘን ኣሎ ካብ መላእ ትግራይ ዝተዋፃፀ መንእሰይ ዝእከበሉ መጋዘን ኣሎ ኣብ መቐለ ኣብቲ ናይ ቀደም መናሃርያ ዘሎ ብምሉ ትትፍተሽ እሱ ክንደይ ጉዳት ኣሎ ኣብ መናሃርያ መቐለ ኣብ ናይ ቀደም እቶም ለያው ዝተሃሉ ቀንዲ ደላሎ እዮም ናብ ናይ ስደት እተን ዋናታት ነብሰ ሸይጠን ዝሓዛ ደቂ ኣንስትዮ ዝተባህላ ዘለዋ እውን ቀንዲ ላብ ናይ ስደት ደለልቲ እየን። እተን ኣብቲ መናሃርያታት ዘለዋ ኣብቲ ናይ ቀደም መናሃርያ መቐለ ዘሎ ኩሉ ብሙሉ እቲ ሆቴላት ፈትሽኩም ተኸድኩም እንደ ኣጋጣሚ ሓሙሽተ ዓሰርተ ዒስራ ሰላሳ ሰብ ላብ ስዑዲ ዝገይሽ ገያሻይ ትረኽቡ ኢኹም። ኩሉ ሰብ ይፈልጥ እዩ እዚ ኣብ መቐለ ዘሎ ማለት እዩ። ኣብ መቐለ ዘሎ መጋዘናት ብሙሉ እቲ ህዝቢ ባዕሉ ይፈልጥ መንግስቲ ባዕሉ ይፈልጥ መንእሰይ ይፈልጥ ህዝቢ ይፈልጥ ንመን ኢኹም ሀዚ ክንወቅስ ንመን እዮም ኢና ክንወቅስ እዚኣቶም ትእምርት ኣኮ ይወኩም ኣለኹ ትክክለኛ ሓበሬታ መቐለ ዘሎ ናይ ቀደም መናሃርያ መቐለ ብሙሉ ዘሎ ጥበረኻታት ሕማቕ ገዛውቲ ዝበሃል ዘሎ

ይኽፈል ኣብ ናይ ኩሓ ናቁጣ ኣብ ናይ ዓፋር እውን ከምኡ እቲ ህዝቢ ባዕሉ እውን እቲ ዝመፅእ ስደተለ ፋይል ይሽውዶም ንዓዲ ጉዶም ኢና

መንግስቲ እዙይ ዶ ዋይ መንግስቲ እዙይ ዶ ንብለና ኣምሰሉታት ሓሰውቲ ኣይንኹን መንግስቲ ታይ ገይሩ ሕጊ ታይ ገይሩ በዓልትና ኢና ገበርቲ በዓልትና ኢና ገበርቲ ኣብ ስደት ዘለና ኣብ ዓዲ ዘለና ህዝቢ ከም ህዝቢ ይፈልጥ እዩ ደላላይ መን እዩ መን ይድ- ይሰድድ ኣሎ መን የብል ኣሎ ኣበይ ይቕመጥ ኣሎ ኣበይ ኣሎ መን ቲዲኤፍ እዩ ደላላይኞ መን ጀነራል እዩ ቲ- እ፣ ደላላይኞ ናመን ሆቴል እያ ደለልቲ ትሕዝላ እ፣ ደለልቲ ኣብ መቐለ ዘለዉ ኣብ ዳመን ዳመን ባር እዮም ሽለዉ ዳመን ሆቴል እዮም ሽለዉ ምስሊ መን ጋዜጠኛታት እዮም ሽለዉ ምስሊ መን ሓለፍቲ እዮም ሽለዉ እ፣ ገዛ ሙሉእ ቤራታት ናመን ይከፍሉ ኣለዉ እ፣ እዚ ኩሉ ሕብረተሰብ ይፈልጥ እዩ ኣንሕና እውን ኣብ ስዑዲ ዘለና እውን ንፈልጥ ኢና ንፈልጥ ኢና ኣብ ርያድ ዘለኽን ደቂ ኣንስትዮ ደቂ ተባዕትዮ ትፈልጡ ኢኹም መን እዩ ናይ የመን ደላላይ ኩልኹም ርያድ ዘለኹም ሕጋውያን ካብ ሚእቲ ሰማንያ ፐርሰንት ካብ ስራሓታት ናይ ደለልቲ እንድኹም ተቐባበልቲ ኣውርያት ዘለኹም ሰብ ኢጋማ ካብ ሚእቲ ሰማንያ ፐርሰንት ስራሕኹም እኮ ናይ ድለላ እኮ እዩ ካብ እስትራሓታት ካብ የመን ናይ የመናት ገንዘብ ተቐበልቲ ናይ ደለልቲ ገንዘብ ተቐበልቲ እንድኹም ንእሽተይ ብጋላ ተውፅኡ ንእሽተይ መጥዓም ተውፅኡ ገንዘብ ናይ ደለልቲ ተቐቢልኩም መመኽነይታ ሆቴል ንሰርሕ ኣለና ብጋላ እኛትና ናበልኩም ትሽውዱ ዘለኹም ስራሕኹም ካሊእ ከምኡ ኣብ ድሕሪት እውን ኣብ ሳብያ እውን ዳ ክዳውንቲ ተውፅኡ ዳ ሽሮ በርበረ ተውፅኡ ብጋላ ተውፅኡ ናይ የመን ዘለዉ ሓወልቲ ቀንዲ መተሓባበርቲ ንስኻትኩም ኣብ ጂዛን ከምኡ ኣብ ኩሉ ከምኡ ንፈልጥ ኢና ኩልና እንታይ ገደሸን እንታይ ገደሸን እዩ እቲ ምክንያት ከምዚ ገይሩና ዘሎ ክልተ ግዜ ክንነብዕ ዝገብረና ዘሎ ኣንሕና ሙሉእ ንሙሉእ ትግራዋይ ክንጠፍእ ዘኽእለና ዘሎ ብናይ በዓልትና ባህርየት እዩ ብናይ በዓልትና ስንፍና እዩ እንታይ ኢኹም ትብልዋ እዚኣ ሓቂ ደ ንዛረብ ሕሾት ናሰበኽና ኢና ኮለሚድና ምውሓጥ ኣውዩና እቲ ሓቂ እንዮ ኩሉ ሰብ ሓሳዊ ኮይኑ ምስ ሕሶት ዘምል ሕሶት ዘምልኽ ሕብረተሰብ ስለ ልፈረየ እቲ ሓቂ ምውሓጥ ኣውዩኩም እ ንገሩኒ እስኪ ንገሩኒ መንግስቲ ህዚ ድዩ ተፈጢሩ ስደት ህዚ ድዩ ተፈጢሩ ኣብ ኩናት ድዩ ተፈጢሩ ስደት መንግስቲ ቀደም ትሕዙ እኮ እዩ መንግስቲ ነይሩ ድለላ ቀደም ነይሩ እዩ ቀደም ነይሩ መረት ኣውፅኦም እዮም ወለድና ዝሰዱና ነይሮም መረት መረት ኣውፅኦም ብዕራይ ልሓም ሸይጦም ምስ ደለልቲ ተማኺሮም ወለድና መሪቆም ጠውጢቦም ኣሕዋትና ኣብ ስዑዲ ዘለው ንዑ ኢሎም ተዳዊሎም እዮም ዝስሕቡና ነይሮም

ኮላይ እውን ናፍሰተና መንግስቲ ኣይንበል ገና ካልእ ጉድ ክፍጠር እዩ ቅኒ ተይልና ክንደይ ክፋእ ኣብ ስደት ክፍጠር እዩ ይብለኩም ኣለኹ እዚ እመኑኒ